ተመሊስናኩም ኣለና ዝኸበርኩም ተኸታተልቲ እዚ ትሪእዎ ዘለኹም ኣብ ኤጂ ኢንተርቴመንት ዝፍኖ ዘሎ ምድላይ መጻምድቲ ዝብል መደብ እዩ ሕጂ ኣንጻር እቲ ክንገብሮ ዝጸናሕና ሓደ ወዲ ተባዕታይ ኣምጺና ሰለስተ ኣዋልድ ኣምጺና ኣብዚ መን ነዚ ወዲ ወሰደ ኢና ክንቅይሮ እቲ ጸወታ ሕጂ እውን ሰናይ ምክታል ምሳና ጽንሑ ኣላ ሰበይትኻ ኣላ ወሊድካ ኢኻ ማለት እዩ። እሺ ሕጂ በቃ ከም ዉሻሎ ከምዚ ትዉንነካ ነገር ከምዚ ትእዘካ ነገር ኣብዚ እስኻ ኣብ ገዛ ትዉዕል እሳ በቃ ትሰቲ ገለ ሰትያ ትመጽእ ናይ ቆልዓ ነገር በቃ ኩሉ ነገር በቃ ቶታሊ ሲ ንዓኻ ትእዘካ ገለ ተኾይናስ ታይ ምገበርካ። ማለት
እንታይ ድዩ መጀመርታ ካብቲ መስተ ክትወፅእ ምፅዓርኩ ከም ትወፅእ ክትወፅእ ከም ዘለዋ ገይረስ ምፅዓርኩ ምክንያቱ ፍቕሪ መርኣኽዋ ሓልዮት ገለ ምምሃርክዋ እቲ ንዓይ ንዓኻ ትሕይለካ ተትኾን እንታይ ምገበርካ ትብልኻ

ንስኻ ኣብ ገዛ ኮንካ ትሕይለካ ኣላ ወሊድኩም ኢኹም እንታይ እዩ ናትካ መወዳእታ ውሳኔ ትቕየር ነገር ተዘየለ ስታይ እዩ ውሳኔ ስኻ ትውስድ ዝቕየር ነገር ተዘየለ በቃ ምሻሎ ነቲ ውሉደይ ማለት እዩ ነቲ ፍረ ክልቴና ፍረ ብርክና ማለት እዩ ንዑ መታን ሕማቕ ባህሪ ንኸይተርእየለይ ወደይ ሒዘ ኣነ ምወጻኹ ወደይ ሃበካ ነይተብለጥካ
እሱ ብ ማለት ብመልክዕ ሕጊ ድዩ ብመልክዕ እቶም ንዓይ ንዓን ዘቋርኑ ድዩ ክረኽቦ ስለ ዝኽእል ወይ ሓቅነት ስለ ዘለና ኣነ ማለት ንሳ ትሰቲ ተብል እያ ኣነ ግን ኣይሰትን እየ ስለዚ ውላደይ ሕማቕ ነገር ንኸይርኢ ኢለ ኣነ ውላደይ ሒዘ ምውጻኹ ይግበረልካ ኣሜን
ሕጂ እውን ክሓተካ እያ ንኻ ኣነ ማለት እዩ ለዋህን ፈቀርን እየ ግን ከም ሰብ ኣበር ዘይብሉ የለን ቀልጢፈ እየ ዝኹሪ ክኹሪ ከለኹስ መቀባጠርካለይ ዶ እንታይ ኢልካ እኻ ተቀባጥረለይ። ዋእ ሕጂ ታይ ድዩ ጽቡቅ ባህሪ ኣለኪ ዝበዝሐ ግን ከኣ ትኾሪ ኢኺ ማለት እዩ እዋ ሕጂ እንታይ ኢልካ መቀባጠርካለይ ማለት እዩ እዋ ኣቀባጢረ እኮ ኣይኮነን እየ ግን

ፊዮር ናተይ ፍቅረይ እስኺ እኮ ናተይ ኢኺ በቃ ናይ በይነይ ኢኺ በቃ እስኺ ተዘይትህልውስ ኣነ ኣይምንበርኩን ባይዘወይ ትንፋሰይ ኢኺ ንስኺ ብጣዕሚ ስለ ዘፍቅረኪ ከኣ በጃኺ ኣይትኾርይለይ ተቀይመኪ ከኣ በቃ ኣይትሓዝለይ ሰብኣይ ወዲ ሸው
እሺ ኣነ ከዓ ካልኣይቲ ሕቶይ ማለት እዩ ካብ ኣዴኻን ኣቦኻንስ ንመን ትፈቱ
ማለት ንክልቲኦም ፈትዎም እንዴ እኮ ሓደ ስድራይ ክሳብ ዝኾኑ ማለት እዩ። ሕልፊ ሕልፊ ግን ነደ ይፈቱ ኦኬ፣ ብኸመይ ስለምንታይ እንደ- ነዴኻ በቃ ሕልፊ ትፈትዋ ማለት እዩ?
ኣደይ ኩሉ ነገር እያ ንዓይ ማለት ከምዚ ቃላት በቃ ይገልጾ ንዓ ዝገልጽ ቃላት የለን ንዓ ዝገል- ዝገልጽ ቃላት የለን ኩሉ እንተና እያ ንዓይ በቃ ኣደይ

ኩሉ ግዘ ንግሆ ተሲእኻስ ቁርሲ ኣዳሊኻ ኩሉ ነገር በቃ ኣብ ዓራተ ኮላ ሓጺብካ ገጻ ገለ እንዳቀባጠርካ እስከ ግለጸልና ከመይ ብዕደማ ይጠር ይጠር ማለት እንታይ ድዩ በዓልቲ ቤተይ ክሳብ ዝኾነት ደኣ ይገብረላ እምበር ማለት ወላ ሓንቲ ቆርሲ እኮ ንንስካ ኣሉ ይገብረላ ኖርማል ነገር እዩ ቆርሲ። እዎ ስሩዕ ክትገብረላ እንዲኻ ግን እንታይ ኢልካ ኢኻ ከተተስኣ ገለ መጀመርታ ቁርሲ ተኣኪቡ ክገብረላ እየ ሻዕራይ ቁርሲ ገለ ኣዳለየ እዎ ንክትበልዕ ድማ ካብቲ ዘላቶ ዓራታት ተስኤ ገጻ ኣይኮነን ካልእ ነገር እውን ክገብረላ ይኸእል እየ ማለት እዩ።

በቃ
እዚኣ ላይ ያው እንዳ ከምታ ናት ኢኹም ስለዚ በዚ ነጥቢ እዚ ክልቲኹም ምቅብጣር ኣይትኽእሉን ኢኹም እቲ ክትረዳድኡ ትኽእሉ ኢኹም ንስላሓን ክንሕዚና ካልእ ሕቶ ኣለኪ ተወሳኺ እወ ካብ ኣሕዋትካ ማለት እዩ ትፈትዎ

ኣነ ከኣ ጽቡቕ ምልኩዕ ናይ ምውናን ወዲ ኣለኒ ማለት እዩ። ድሌት። እወ ድሌት ኣለኒ።
ብሰንኪ ከምዚ ከኣ ብዙሓት ይኸስር ማለት እዩ። ማለትሲ ክረክብ ኣይከኣልኩ። ንስኺ ትደልዮ እትዓግብሉ ወዲ ክሳብ ሕጂ ክትረኽቢ ኣይከኣልክን። እወ ክረክብ ኣይከኣልኩ።
ሕጅስ እዚ ናተይ ባህርስ ከመይ ጌርካ ክትቅይሮ ትኽእል? ከመይ ጌርካስ ናብቲ ናትካ መምጽኦ ምኸኣልካ? ኦኬ እሺ እስኺ ሕጂ መልክዖም መልክዕ ጥራሕ ኢኺ ከይረኸብኪ እምበር ባህርዮም ወይ ውሽጠይ ርኢኺ ኣይኮንክን ክሳብ ሕጂ ዘይረኸብኪ ዘለኺ ወዲ ማለት እዩ እወ ኦኬ እንታይ ምገበርኩ ነይረ መሲልካ ኣነ ከም ዝርዳእኒ ኣብ ሓንቲ እንዳ ባር ምወሰድኩኺ ሕጂ ሓደ ፅቡቕ ወዲ ኣብኡ መርኣኹኺ እንታይ ይገብር እንታይ ይውዕል ማለት እዩ መርኣኹኹ ነይረ ሕጂ ብመልክዑ ደይኮንኩ መልክዐኛ ኣበረኛ ከም ዝኾነ ከዓስ ኣብቲ እንዳባር ወሲደስ ነቲ ምልክዕ ወዲ እንታይ ይገብር ምስ መን ውዕል ወይ ኣበይ ሓድርሲ መርኣኹኹ እሞ ነቲ መልክዕ ገዲፍኪ ከዓ ውሽጣዊ ባህሪ ደቂ ተባዕትዮ ኣጽኒዕኺ ሓቀኛ ኣፍቃሪ ክትረኽቢ ኣነ ክሓተኪ ንኣብነት ናይዚ ነካይዶ ዘለና ናይ ፅምዲ ምምራፅሲ ተዓዊትኪ ንበል እዚ ባህሪ እዚ ሒዝክዮ ዘለኺ እዚ ድሌት ናትኪ ከኣ እዚ ነገርክና ምልኩዕ ወዲኺ ትደልዪ ምናልባት እዚ ብጎነይ ዘሎ ዘይረኣኹንኦ እስኺ ተዓግብሉ ተዘይኮንኪ እንታይ ውሳኔ ኢና ክንውስን ሽዑ መወዳእታ ሕዋ ኣነኳ ቀንዲ ጸቐጥ ኣቢለሉ ዶ ኣይኮነን

ቆልዓ ምስ ወለድናስ ፓምፐር ክገብረሉ ኣይደልን ኢየ ማለት ድኾነ ንቆልዓስ ሽንቱ ክጸርገሉ ኣይደልን ኢየ ትብል ኔርካ ማለት ኢዩ ሕጂ ነደይ ከኣ ብጣዕሚ ሞር ኢየ ደፍቅራ ድፈትዋ ትብል ኔርካ ሕጂስ ንደቅኻስ ከመይ ልክዕ ከምቲ ነዴኻ ተፍቅራስ ከም ኣቦ መጠንሲ ስለምንታይ ኣፍቂርካ ሓሊኻ ክትገብረሎም ደይምኽኣልካስ ምነገርካኒ ማለት እዩ። እንታይ ድዩሞ ሕጂ እቲ ፓምፐር ምቕያር ወይ እቲ ገዛ ምልዓልሲ ናይ ጓል እዩ ን ወላ ወዲ ክገብሮ ይኽእል እንድዩ ግን ዝያዳ ግን ናይ ጓል ስራሕ እዩ ደሓር ከኣ ወላ እቲ ባዕልኺ ቀይርሎም ባዕልኺ ገዛ ኣናጻጽፊ ዝበልኩኺ ሓደ ትርጉም ናይ ኣደ ን ውላዳ ተርእዮ እዩ ማለት እዩ። ዝያዳ ኣደይ ከኣ ንዓይ ከምኡ ጌራ ስለ ዘዕበየትኒ ክሳብ እዚ ደረጃ እዚ ዘብጽሓትኒ እየ ከኣ ነደይ ይፎቱ እየ ዝበልኩኺ ማለት እዩ። እቶም ደቅኺ እውን ዝያዳ ንዓኺ ክፈትዉኺ ክኽእሉ እዮም። ከኣ ኣብ ኣብ ህይወትካ ክንድዚ ክሳብ ዝደለኻዮ ዕድመ ክትከይድ ከለኻ ኣዴኻ እዚ ኩሉ ትብሎ ዘለኻ ነገር ሳክሪፋይ እንዳገበረትልካ ከላ ከም ሰብ ንስኻ ከኣ ግድን ትሕግዛ ኔርካ ትለኣኽ ኔርካ ትኸውን ኣብ ገዛ ዝስራሕ ነገር ትሕግዛ ኔርካ ትኸውን ኣደ ኢልና ንዛረብ ተለና ሰበይትኻ እውን ኣደ እያ ንምንታይ ከምኡ ክትገብር ዘይትኽእል ንስኻ ነዚ ዓይነት ኣተሓሳስባ ትጥቀም ዘለኻ ሕጂ ጓል ኮይናስ ክሰራሕ ኣለዋ ትብሎ ዘለኻሲ ንምንታይ ከምኣ ኣደ እንድያ ምስ ዓበየት እኮ ኣደ እያ ክትኩን ንሳ እውን ያም ሳዕቤት ኣደ ክትከውን እወ ንምንታይ ሲ ክትሕግዛ ደይትኽእል እታ ናቱ ሕቶ ከዓ ትገብሮ ደይትኽእስ ንምንታይ ኣኸይፈክዶ ክሕዞ እየ ጆክ ከምዚ ኣየ ክሕዞ እንታይ ደጃ ዓወት እያ ራይሺ ኣብቲ ግዜ እቲ ኣነ ከምዚ ማለት ዝተማሃራ እየ ነይረ ማለት ዝኾነ ስራሕ ገለ ብዙሕ ኣይነበረን ግን እቲ ናይ ገዛ ዝስራሕ ኣነ ክሳብ ዘለኹ ወዲ ክሳብ ዝኾንኩ ማለት እዩ ኣደይ ንባዕላ ካብ ስራሕ ክትመፅእ ከላ ንዓ ልክዕ ይገብረላ ነይረ ኣብቲ ግዜ እታ ኣነ ይሰርሕ እኔ ነይረ ደሓር ከኣ ንዓይ ክትብል ድፍእ ዝበለቶ እንታይ ዝበሃል ኣሎ ሙሉእ ዕድሜኣ ኣብቲ እንዳ ስራሕ ድያ ኣብቲ እንዳ ስራሕ ድያ ስለ ዘዕበየትኒ እቲ ናታ ክሳይ ስለ ዝፈልጦ ወይ ውን ስራሕ ስለ ዘይነበረኒ ውን ብኸምኡ ነደይ ይሕግዛ ነይረ ኣብዚ ሰዓት እዚ ግን ናተይ መጻምድቲ ገይረ ቆልዑ ወሊደ ኣለኹ ስለዚ እቲ ናይ ደገ ናይ ሰብኣይ ዝስራሕ ስራሕ ድኣ እየ ኣነ ክሰርሖ ዘለኒ እምበር እቲ ኣብ ውሽጢ ገዛ ዝስራሕ ናይ ሰበይቲ ስራሕሲ

ከመይ ማለት? ማለት በዓልቲ ቤት እያ ን ዋላ ሽሕ ግዜ ከም መሓዙት ምስኡ ከም መሓዙት ምናልባት ክትቅጽል ትኽእል እያ ዋላ ናይ ቀደም ዓርካ ይኹን ከም መሓዙት ክትቅጽል ትኽእል እያ ግን ምስኡ ንኽትምሳሕ ገለ ኣይመፍቀድኩላን ወይ ንዓይ ምረጺ ወይ ንዑ ምረጺ ምበልኳ ነይረ ኦኬ
ምኽንያቱ ተፍቅረ እንተኾይና ብልክዕ ንዓይ እያ ክትመርጸኒ ዘይተፍቅረ እንተኾይና ከኣ

እሱ ክንዲ በልኩንኦ ሰሚዑ ኣሎ እሱን ከኣ እሱ ዝደልዮ ነገራት ደድሌታትኩም ተጋሊጽኩም መጻኢ ብኸመይ መንገዲ ትነብሩ ካብቲ ክንብሎ ዝጸናሕና እናተኣራረምካ እግረ መንገድና እውን ኣብ ሓዳር እንታይ ዓይነት ኣካይዳ ክትጥቀም ኣለካ ንሕና መንእሰያት ኢና እቲ ደለና ዕድመ ሕጂ ንሓዳር ንገብረሉ ነገር እዩ ብከምዚ ዓይነት ብስለት እንተ ንሓዳር ኣቲና ጽባሕ ስዲ ሽግርና ነገር ፍትሕ ወዲ ፍትሕ ድባሃል ኣይንሰምዖን ኢና ጭቅጭቅ ድባሃል ነገር የለን ዝዓበየ ነገር ንቆም ኢና እንታይ ባሃል ንገብር ዘለና ሕጂ እሱ ሰሚዕክን ኣሎ እቲ ናይ ምምራጽ ዕድል ካኣ ንዑ ስለ ዝተዋሃብናዮ ካብ መጀመርያ ድሕሪ ቁሩብ ደቃይቅ እሱ ሓሲቡ ክምለስ እዩ ነይነይቲ ጓል ኣንስተይቲ ካባኣን ካብ ሰለስቴክን ክመርጽ ቁጽሪ ሓደ ድዩ ቁጽሪ ክልተ ቁጽሪ ሰለስተ ክንሰምዖ ኢና። ድሕሪኡ መን መጺኽን ክትሪኦኦ ኢኽን ተንደይ ተመረጽክን ከመይ እቲ ሓሲብክንዎ ዝጸናሕኽን ብልክዕ ኔሩ ዶ እቲ ኣብ ውሽጥኽን ደሎ ስእሊ ኔሩ ዶ ከኣ ክትነግራና ኢኽን ሽዑ ንብና ክንዛዝም ኢና ዝኸበርኩም ተኻታተልቲ ኣብቲ ናይ መወዳእታ ናይ ፍጻሜ ኢና በጺሕና ዘለና ጸኒሕና ክንምለሰኩም ኢና ምሳና ጽንሑ ኣራይ ዝኸበርኩም ተኻታተልቲ ተመሊስናኩም ኣለና ሓንቲ ናይ መወዳእታ ተረፍ ምናልባት ንስኻ ቅድሚ ምምራጽካ እዚ ኣብ ባህሪ ኢና ጸቂጥና ክንዛረብ ጸኒሕና

ፊዚካል ነብስኺ ገለ ቁመትኪ ከኣ።
ነብሰይ ገጃፍ ኣይኮንኩን ቀጣን ኣይኮንኩን ማእከለይቲ እየ። ሕብሪ ነብሰይ ከኣ ቀያሕ ጸጉረይ ከኣ ኣይነውሕ ኣይሓጽር ማእከላይ ማለት እዩ። በቃ። ኦኬ
ለቢስክዮ ዘለኺ ክዳንከ ተኸዲንክዮ ዘለኺ ክዳን ምናልባት። ለቢስዮ ዘለኺ ከኣ ምሉእ ድረስ ማለት እዩ። ሙሉእ ድረስ ቅርጺ ከ ሸሞንተ ትሽዓተ።
እሺ ንስኻ ከኣ በል ምስ ኣካላትካ ኣላልያና።
ኦኬ እሺ። ነዊሕ ኣይኮንኩን ማእከላይ እየ ሕብረይ ውን ማእከላይ ከደራይ እየ ማለት እዩ ጸጉረይ ከኣ ፍሪዝ ኣይኮነን ሕጽር ዝበለ እዩ ለምሽ ድዩ ቁርጫ ለምሽ ኣይኮነን ማእከላይ
ግርና በልስካ ናት ንገርዮ እስኪ
እቲ ከመይ ዝበለ ኣነኳ- ወዲ ኢኺ ትፈትው?
ደስ ኢላ ይሓታ ኣሎ ከመይ ዝበለ ወዲ ኢኺ ትፈትው ደስ ይብለኪ ይብለኪ ኣሎ ካብዚ ኩሉ ኣነ ሕጂ ክነግረክን ዝጸናሕኩስ ከመይ ዓይነት ወዲ ኢኽን ደስ ዝብላ ደስ ይብለክን ኣ፣ ካብዚ ኩሉ ኣካላተይ ዝጠቐሰልኩም ከ እንታይ ደስ ዝበለክን ኣሎ?
ከመይ ወዲ
ኣይተረዳኣትክን እቲ ሓቶ ኦኬ ማእከላይ እየ ቁመተይ ኦ ሕብረይ ከደራ እዩ ፀጉረይ እውን ለሚሽ ኣይኮነን ሓፅ- ሓፂር እውን ኣይኮነን
ኦኬ ቁመተይ ከዓ ማእኸላይ እዩ ሕጂ ካብዚ ኩሉ ዝነገርኩኽንሲ ከመይ ዓይነት እ፣ ወዲ ደስ ይብለክን ካብ ክፍሊ ኣካላተይ ነጊረክን ፅራሕኩ እንታይ ደስ ዝበለክን ኣሎ? ኦኬ ካብ ክፍሊ ኣካላትካ ሕብሪ ሕብርኻ ደስ ኢሉኒ ከመይ ዓይነት ወዲ ትፈትው ኸኣ ክዝርዝረልካ'ያ ምሽ? እወ። በቃ ጸጉሩ ፍሪዝ ማራ ገጅፍ ዘይኮነ ኖርማል ከምዚ ምሻሉ። ኖርማል ቅርጺ ዘሎ ማለት እዩ ቀይሕ ይፈቱ።
ድሓር ክትርእዮ ኢኺ ዝበልክዮ ሓሊፍኪ ድዩ ክሓልፍ ግን መርዚ ኣስናያ ትምልከት ነይራ ሃበይ በሊ ሃብያ
ኣነ ከኣ ቁመተይ ሓጻር እየ

እቲ ውሳኔ ንዓኻ እዩ ዝምልከት ክልተ ደቂቅ ኣለካ ሓሲብካ ኣይነይቲ እያ ንኩሉ ምሳይ ክትከይድ ኢልካ ትሓስባ ኣብዚ ዝወዓልናዮ ዘዕለልናዮ ምርጫ ናባኻ ንገድፎ ክንጽበየካ ኢና ሰመን ብሃንቀውታ እየ ዝጽበያ ዘለዋ ትሓስብ ግዜ ክንበካ ኢና ምስ ሓሰብካ ወዲኡ ኣለኹ በለኒ

ሓሲብካ ሓሲበ ኣለዎ መን እያ ምርጫኻ ካብዘን ሰለስተ ቁፅሪ ሓደ ቁፅሪ ክልተ ቁፅሪ ሰለስተ ምሳይ ንዘለኣለም ክትነብር በዓልቲ ቃል ኪዳነይ ኮይና ከምቲ ኣነ ዝደልዮ ትኾነለይ ትኽእል እያ ኣብ ሓሳብ ተረዳዲእና ኢና ኾዶ መንገዲ ክልተና ፅሩይ እዩ ምክንያቱ ልብናን ልብና ተጋጣጢሙ እዩ ትብላ ሰብ ተላ ካብዚኤን እስኪ ቁፅሪ ሰለስተ ቁፅሪ ሰለስተ ተሓጎሰት ናይ ባዕል ቀድለኛ ኣነ እውን ከምኣ ምበልኩ ወስኦ እዩ ቀዲም ንሱ በር ቁፅሪ ሰለስተ ትሕሸካ ምበልኩ ኣነ እውን መምዘኒ ክወስድ ስለ ዝበዓልኩ ማለት እዩ ኣተሓሳስባ ብዝኾነ እስኸን ከዓ ወዲ ተኸለ ወዲ መፅ ደጨናንቕ ይብል ግን ኣጆኽን ኣይደልዩና ከይረኣኺ ቅድም ረኣዮ እባ ንዒ ተላለዩ ክነዎ ሰላም ኢል ክነዎ ክትከዳ ትኽእልያ ከም በዓኺ ክትጅምሪ ሰላም በልዮ እታ ማይክ ሒዝኪያ ምፅኢ ኣብያ ሰላም በልዮ ፅዕበያ ከመይ ረኺብክዮ ሓንታ ዝገመትኮ

ንሕና እውን ክትረኽቢ ኢና ንምነየልኪ ቴንክ ዩ ተገዲስክ ስለ ዝመፃኺ ብልቢ ኢና ነመስግን ካልእ ግዜ ክንራኸብ ኢና Thank you፣ ቻው ሓውቲ። ሓራይ ኣብ እንታ ማይ ስኩ ቀዲምኪ ተናገር ቀጢን ምስ በለስ ኣየድለየኒ እኔ እንታይ ክገብረለይ ኢልኪ ነርኪ እሞ ቁሩብ ምስ ረኣኺ እየ ከዓ ልቢ ክምልስ ተበለ ኢለ እየ ዝሓተኪ ደሎ ቁሩብ ሰገጥ ተበልኪ እዋ ኣነ እኮ ከምቲ ትደልዮ ወዲ ፀናሕካኒ ምክንያቱ ወላ ንስኺ ክልቲኣና
ዓገብኩልካ ንጹር ጥዑይ ዘረባ እብ ከምዚ ናጻ ኮንካ ምዝራብ ጽቡቅ ስለ ዝኾነ ጽቡቅ ዓወት እዩ ወላ ኣነ እውን ሲ ምስ ረኣኹዋ ገለስ እንኳዕ ይመረጽኩዋ ገለ ክብል ጸኒሐ
ስለዚ ብካል ኣጋጣሚ ክንራኸቢና ንሕና እውን ሰናይ ነገር ኢና ንምነየልኪ ሓራሽ ኣብ ዓወቲ ኢና ንክትመጽ ኢኹ ሓቋቁፍባ ዝኩሉ እንታይ ተስሕቆፋ

ብልቢ ብልቢ እየ ዘመስግነኩም ተገዲስኩም ዘለኩም ሓሳብ ድሌትኩም ስለ ዝገለፅኩምለይ ብልቢ እየ ዘመስግን ኣብ ካልእ ግዜ ብካልእ ኣጋጣሚ ንራኸብ ንኸውን ምናልባት ወሊድኩም ቆልዓ ይስኩም ትመፅእ ትኾኑ ቻው ራዚ ሓራይ ዝኸበርኩም ተኸታተልቲ ንሎም ኣዳሊናዮ ዝነበርና ምድላይ መጻምድቲ ዝብል መደብ ኣብዚ ወዲእና ከምቲ ዝረኣኹሞም ተመራሪጾም ከይዶም ኣለዉ ገና ኣይወዳእናን ካልኦት ጉጅለ ሒዝና ክንመጽእ ኢና ሰናይ ምክታል ኮመንት ሳብስክራይብ ሸር ኣይትሕመቑ ኢኹም ግዜ ኣዘናጋዕ መደብ ክትረኽቡ ትኽእሉ ኢኹም ዝተሰናዩ ሰላም ሰላም ከመይ ቀኒኹም ዝኸበርኩም ተኸታተልቲ ደጊምና ኣብ ዘለኹሞ ሰላም ጥዕና እንዳተመነና ተመሊስናኩም ኣለና ዝሓለፈ መደባትና ተኻታቲልኩሞ ኣለኹም ገና መደብና ስለ ዘይወዳእና እዞም ሕጂ ሒዘልኩም ዝመጽእ መጻምድቲ ከኣ ከመይ ኔሩ ናይ ዕስራ መዓልቲ ጊዚኦም ዝሃብናዮም ዕድል ከመይ ተራዳዲኦም ሕጂ ውን ካብ ኣፎም ክሰምዖ ናባኹም ናብ ተዓዘብቲ ሒዝናዮም መጺና ኣለና ኩሉ ጊዜ ኮመንት ሳብስክራይብ ሸር ኣይትሕመቁ መጻምድተይ ዕዱማተይ ናባኹም ከብሎ እስኪ ተቅብሉለይ። ሰላም ዲዩ እንኳን ደሓን መፃኹም ጥዒሙኩም ኣታ እው ካብዞም ቅድሚ ሕጂ ዘምፃኹምሲ ዋላ እቲ ወስኩምሲ ደሓን ተሓሽኩም ንስኹም ከመይ እስኪ ደሓን ካብ መጀመርያ ኮንና ብኣጠቓላሊ ከመይ ነይሩ እዚ ናይ ዕስራ መዓልቲ ናይ ፍቕራዊ ዝኾነ ጉዕዞኹም ተረዳዲእኹም ዝጀመርኩሞ ኣሚንኩም ዝጀመርኩሞ ጉዕዞ ነይሩ እሞ ከመይ ነይሩ እሞ ብድሕሪኡ ናብ ትሕቶታተይ ክኣቱ።
ሻኦተይ ታንክስ ብጣዕሚ ጽቡቕ ነይሩ ከምቲ ዝደለኹዋ ጓል ኮይና እያ ጸኒሓትኒ ብጣዕሚ በቃ ምሻሎ ራህራህያ ፈቃርያ ለዋህያ ብጣዕሚ ጽቡቕ በቃ ኣይጸላእኹን።
ቴንኪዩ መጀመርታ ኣነ እውን ካብቲ ክገልፆ ፀንሐ ንላዕሊ እዩ ናይ ኩሉ ነገር ይኮይንለይ ብዝያዳ ሰብ ውሽጣዊ እምበር ደጊኡ ዘይኮነ ውሽጢና እዩ ዘገድሰኒ ዝበለጸ ከኣ በቃ ዝያዳስ ዓጊበሉ እየ ዝብል ኣነ።
ካብቲ ሽዑ ግዜ ክሓተኪ ከለኹ ዝነበረ ግዜ ናቱ ባህሪ ዘይደገፍኪዎ ባህሪ ኔሩ ዝጸልኦ ምናልባት ዘየዕገበኪ ኩሉ ሰብ መቸም ብሓደ ሰብ ሚእቲ ብሚእቲ ኮይኑ ኣይዓገብን እዩሞ ዘይዓገብክሉ ነገራት ኔሩ እሞ ከመይ ኣስተኻኺልዎም ዶ ይኸውን እቶም ነገራት እወ የስተኻኽሎ ዝያዳ ከኣ ኣነ እንዳደገፍኩ። እንዳደፋእክዮ?
እወ። ዝተርፎ ነገር የለን? የለን።
እስከ ሃብለይ ንርኦ። ንዓኻ ውን ከምኡ ተመሳሳሊ ካብቲ ዝደለኻያ ንላዕሊ ዶ ኮይናትልካ ወይስ ብኣፋ ዝበለቶ ሽዑን ኣብ ተግባር ዘጉደለቶ ነይሩ ዶ ከመይ ረኺብካዮ ንስኻ? እወ ኣብቲ ሽዑ ኣነ ዝሓታ ዝነበርኩ ወላ ሽዑ ግዜሲ ገለ ነገር ዘየሰማምዓና ነይሩ እዩ ግን ኣብዚ ሰዓት እዚ ብጣዕሚ በቃ ወላ ኣነ ካብቲ ካብቲ መሰስ ክገድፎ እየ ዘልሞ እንታይ ዓይነት ሜላታት ጥቀሚ ገለ ዝብላ ዝነበርኩ ግዜ ካብ መስተ ኣውፅኣትኒ በቃ ምሻሎ ኩሉ እቲ ትብሎ ዝነበረት ገይራትለያ እቲ ገለገለ ዝነበረ ናታ እውን ተሰማሚዕና ገለ ፅቡቕ ንነብር ኣለና ኣብ ስድራ ምናልባት ክንርስዖ ዘይንደሊ እንታይ ዓይነት ግብረ መልሲ ጸኒሑኩም? ምክንያቱ ንወለድኻ ከምዚ ዓይነት ነገር ባዕልኻ ወዲእኻ ከምዚ ሓሲበሉ ክትብሎ ኣብዚ ኖርማል ክኸውን ይኽእል እዩ ኣብዚ ሕጂ ግዜ ግን ዝያዳ ከኣ ቀዲሞም ዝፈልጥዎ ነገር ነዚ ጉዕዞ ናትኩም ቀዲሞም ፈሊጦሞ ነይሮም ተዝኾኑ ምናልባት ንዕኦም ሓድሽ ነገር ክኸውን ኣይክእልን እዩ እዚ ግን ሃንደበት ከይድኩም ከምዝን ከምዝን ወዲእና ኣለና እዚኣ ኢልካ ትገብሮ ነገር ከመይ ርኢኹሞ ወይ መጀመርያ ኣላሊኹሞም ስድራ ተላልዮም ድዮም ነንሕድሕድኩም? እወ
ምልያይ እኮ ኣነ ኣላልየያ እየ ንሳውን ኣላልያትኒያ ግን ናብቲ መርዓስ ክህወኽ ኣይደልን እየ ኣነ ክጸኒሕ እየ ገለ ኢላትኒ ኣነ ወላ ሓንቲ ምስኣ ክነብር ስለ ዝደሊ ማለት ጽቡቕ ናታ ኩሉ ጎኒ ናታ ስለ ዘርኣየትኒ ወይ ፍቕሪ ስለ ዝመሃረትኒ ኣነ ቀልጢፈ ናብቲ መርዓ ክንኣቱ እዩ ድሌተይ ነይሩ ግን ኣጋጣሚ ንሳ ከኣ ቁሩብ ክንጸንሕና ገለ ኢላትኒ ማለት እዩ ክሳዕ ሕጂ ንመርዓ ገለ ዝኾነ ገለስ ኣይወዳእናን ዘለና ማለት እዩ።
ቤላ ሄር ኤክስቴንሽን ጽቡቅ ሂማን ሄር ትስእና ዶ ሰንተቲክ ወይ ዝጠናነቅ ጸጉሪ እንዳ ገዛክን ትሓርቃ ዶ? ንዓኽን ዝኸውን ደስ ዘብል ሓድሽ ዜና ቀሪብናልክን ኣለና። ቀዳማይ ደረጃ ዝኾነ ሂማን ሄር ዘይጠናነግ፣ ዘይረግፍ፣ ዝምሸጥ ፓሌስትራ ክስሓብ ዝኽእል ብሉጽ ጸጉሪ ሂማን ሄር ኣብ ውሽጢ ኤሮፓ ቀሪብናልክን ኣለና። ቤላ ሄር ኤክስቴንሽን 100% ናቹራል ስለዝኾነ ወላ ሕብሪ ከተስትኦ ትኽእል ኣይኽን። ብባንድል ማለት ተሰፊዩ ወይ ከዓ ብክሊፕ ባዕልኽን ኣብ ገዛ ከተርክቦ ትኽእላ ኢኽን። ቁሪ ከይተሃረምክንን ካብ ገዛ ከይወፃኽንን ኣብ ውሽጢ ቁሩብ መዓልቲ ብመንገዲ ፖስታ ኣብ ገዛኽን ክበፅሓልክን ይኽእል እዩ። ቤላ ሄር ኤክስቴንሽን ብኸመይ ይረኽቦ ትብላ ድማ ብዌብሳይት ቤላ ሄር ኤክስቴንሽን ዳት ሾፕ ወይ ከኣ ብኢንስቶግራም ክትእዝዛ ትኽእላ ኢኽን። ብዋትስኣፕ ኣርብዓን ትሽዓተን ዓሰርተ ሽዱሽተ ሰላሳን ክልተን ዕስራን ሓደን ዓሰርተ ሓሙሽተ ሓምሳን ሸሞንተን ዝኾነ ሕቶ ክንምልሰልክን ድልዋት ኢና። በላ ሄር ኤክስቴንሽን።
እንታይ ነይሩ ናይ ስድራ ናትካ ግብረመልሲ ናይ ስድራኻ እንታይ ኢሎምኻ ወይ ካብ ናታ ስድራ ካብቲ ትጽበዮ ዝነበርካ ነገር ዶ ጸኒሑ ዋላስ ትሒቱ ከመይ ረኺብካዮ? ኣብቲ ኣቀባብላ ጽቡቅ እዮም ተቀቢሎማ ዋላ ስድራይ ዋላ ንዓይ ውን ጽቡቅ እዮም ተቀቢሎምኒ ኣነ ናታ ኩሉ ባህርያት ኣማእቲ ጽቡቕ ስለ ዘንበብኮ ስድራይ ውን ኣነ ክሳብ ዝዓግበሉ ክሳብ ዝኾንኩ ኣነ መና ቦታኣ ክሳብ ዝኾንኩ ወላ ሓንቲ ድኾነ ርእይቶታት ሕማቕ ርእይቶ ገለስ ኣይሃቡንን ኣነ ወላ ቀልጢፍና መርዓ ምስኣ ክገብር ገለ ክውድእ ድሌተይ ኔሩ ስድራይ ውን ደሓኖም ተቐቢሎምና ግን ንሳ ቁሩብ ክትጸንሕ ስለ ዝበለት ነቲ መርዓይ ተሃውኽናሉን ዘለና መኣዝዩ። እስከ ሃበሌና እንታይ እዩ እቲ ማለት ካብ ከምዚ ዓይነት ምርርራእ ኣብዚ ዕስራ መዓልቲ ጌርኩም ንሱ ክሳብ ናይ መርዓ ሓሳብ እንዳሃለዎ ነቲ ናይ መርዓ ነገር ክትቅበልዮ ዘየኽኣለኪ እቲ ምኽንያት እንታይ እዩ እስኪ እወ ማለት ብዝሓለፈ ዝኾነ ነገር ኣነ ብዙሕ ስለ ዘሕለፍኩ ዋላ እውን ስድራይ ክትህቦ ክህሉ የብልክን

ስለዚ እስኺ እሱ ከም ዝበለና ኩሉ ግዜ ሬዲ እዩ ንሓዳር ናትኪ መልሲ እዩ ዝፅበ ዘሎ ተኺኢልኪ ትደንጉዮ ዝውዳእ ኣብ መንጎ ገዲፍዎ ካልኣይ ግዜ ከይመፅእ ድለየለይ ከይብለና ዓይኒ ኣብ ስራሕ ከይእትወኒ ኣይ ደንጉየ ነይረ ሓን ኣጆኻ ኣነ እውን እኮ ማለት ንኸፅንዖ ስለ ዝደለኹ እምበር ዝያዳ ኩሉ ነገር እኮ ዓጊበሉ እየ ኩሉ ነገር ውዱእ እዩ ንዓኺ እዋ ኣብ መወዳእታ ኣብኡ ከለኺ እንታይ ተመሓላልፍዮ መልእኽቲ ኣለኪ በዚ ኣጋጣሚ በዛ መደብ እዚኣ ዝተዳለወ ንዓኺ እንታይ ነገር ፈጢራትልኪ ብሂወትኪ እንታይ ዓይነት ነገር ቀይራትልኪ ትብልዮ ናይ መወዳእታ መልእኽቲ ዘሎ ክበለኪ። ኣነ ብዝያዳ ጽቡቕ እየ ዝብል ምኽንያቱ ቅድሚ ሕጂ ኣብ ምልኩዓት ኣወዳት እየ ዝኣምን ይብል ነይረ ዝያዳ ግን ውሽጥኻ እንድሕር ተወሓሒጥካዩ እምበር ኣብ ደጋዊ ዘይኮነስ ኣብ ውሽጢ እቲ ቀንዲ ነገር ማለት እዩ ብከምዚ ከኣ ብዙሕ ነገር ተማሂረሉ ማለት እዩ። ማለት ኣብ ገዛ ተዓጽየን ብዙሓት ኣዋልድ ኣልዋ ደገ ወጽየን ድሌታተን ዘይገልጻ ንዐኣን ኣብ ከምዚ ወጽየን ከመሓላልፋ ወይ ድሌተን ክገልጻ ከም ዘለወን የመሓላልፍ ማለት እዩ። እወ። ጽቡቅ መልእኽቲ እዩ።
ሰን ውን ሰሚዐን ክለዋ ኣብ ገዛካ ናይ ኣተዓጽዋ ዓወት ድበሃል ኣሎ ሓደ ሰብ ከም ዝደረከ ዘላልያ ቪድዮ እያ እታ መልእኽቲ ምውቃዕ እወ እሱ እዩ። ኣድለይ ስሓብተይ ጥራሕ ኣምጽኣለይ። እህ ንስኻ ክንታይ ኣብ መወዳእታ ትብሎ መልእኽቲ ተሎ? እወ ዓወተይ ማለት እዚኣ መደብ ብጣዕሚ መጀመርታ ንዓኻ ከመስግነካ ደሊ ነዛ ፈቃርን ሓላይትን ሰብ ስለ ዝረኸብካለይ ማለት እዩ ብዓብይ ከኣ ነዛ ነዚ መደብ እዚ ብምድላው ብጣዕሚ ከየመስገንኩም ክሓልፍ ኣይደልኒ ዝያዳ ካልእ ከመሓላልፎ ዝደሊ ኣሎ ወላ ከምዚ ምሻሎ ኣብ ማስሜዳ ወላ ኣብ ከምዚ ጥራሕ ዘይኮነስ ኣብ ፈይስቡክ ዝያዳ ማለት እዩ። ብፈይስቡክ ተላልዮም ኣብዚ ከለዋ ወይ ኣዋልድ ገለ ማለት እዩ ካልእ ኣዕሩኽቲ ከለወን ወይ ሰብኡት ከለወን ይላለዩ እዮም እሞ ነቶም ኣወዳት እቶም ኣወዳት ኣብዚ ምስ መፁ ሽዑ ካልእ ነገር ኮይኖም ዝረኽቡ ሰባት ገለ ኣለዉ። ሕጂ ነዚ ሕማቕ ተግባር ገዲፎም ወይ ብሓቂ በቲ ሓቀኛ ፍቕሪ ክቕፅሉ ኣለዎም ወይ ድማ ነቲ ጠባይቲ ገዲፎም ከምዚ ዓይነት መደብ ከም ዘሎ ብከምዚ ዓይነት እውን ከም ትራኸብ ዝያዳ ከኣ ክገልጸሎም ይደሊ ኣነ ማለት እዩ ብሓቀኛ ክጓዓዙ ማለት እዩ። እታ መልእኽትኻ ጽብቕቲ መልእኽቲ እያ ምናልባት ካብ ማዕዶ ማዕዶ ከይተፋለጥካ ደሓር ንዝመጽእ ሽግራትሲ ተረኺብካ ዝያዳ ጠባይካ ተናቢብካ ትምስርቶ ፍቕሪ እዩ ኣብዚ ሕጂ እዋን ከኣ ዝበልካዮ ይበዝሕ ይትላለ ብ ፌስቡክ እሞ ኣብ መንጎ ካልእ ድሕሪ መጋረጃ ብዙሕ ሽግራት ዝጸንሕ ደይምርድዳእ ኣብ ካልእ ካልእ ሓደጋታት ውን ትበጽሕ ኣብ ካልእ ከቢድ ነገራት ውን ይበጽሕ እዩሞ ንኹላ እያ እታ ምኽሪ ከምዝበልካዮ ነዛ መደብ ተኻታተልቲ ከኣ ነዚ መደብ እዚ ርእዮም ከም ድሌታቶም መጺኦም ክገልጹ ክፉት ስለ ዝኾነ ሽግር ዝበሃል የብሉን። ኣነ ደጊመ ብልቢ እየ ዘመስግነኩም ሰናይ ነገር እየ ዝምነልኩም ኩሉ ግዜ ኣብ ሓዳርኩም ድዩ ኣብ ፍቕርኹም እዝግኣብሄር ኣምላኽ ጸበሉ ይልከየኩም። Thank you ካልእ ግዜ ክንራኸብ ኢና ክድውለልኩም እየ ደሓን Thank you። እንዳ ወዲና ኧረ ቻው። ዝኸበርኩም ተኻታተልትና እዚኦም እውን ተኻታቲልኩሞም ኣለኹም እዞም ክልተ መጻምድቲ ሕጉሳት ኢና ሕጂ ውን ከም ዝሰማዕኩሞም እቲ ናይ ሓዳር ግዜ ገና እዩ ንሕና ዝያዳ ካብዚ ዘለናዮ ኣብ ምንባብ ተሃዊኽና ንኣትዎ ነገር የለን ግን ኣብዚ ዕስራ መዓልቲ ነቲ ዝተበሃልናዮ ነገራት ተግቢርናዮ ብጽቡቕ ተወሓሒጥና ንኸይድ ኣለና ኢሎም መልእኽቲ ኣመሓላሊፎምልና ኣለዉ ንሕና ውን ክትከታተሉ ጸኒሕኩም ትኮኑ ተስፋና እዩ ናብቲ ዝቕጽል መደበይ ከስግረኩም እየ ምሳና ጽንሑ ቻው።